ሰላም ጥዕና ሃበለይ ከመይ ትውዕሉ ከመይ ትጸንሑ ኣብ ናይ ሎማዓንቲ ቪድዮና ድማ ኣብዚ ዕለት እዚ ኣብዚ ማሓራዊ ሚድያ ኣዛራርብቲ ኮይኖም ዝውዓሉ ቪድዮታት ኣኻኺበ ሒዘልኩም መጽየ እኔኹ ካብኣቶም ሓደ ድማ ልክዕ ኣብ ሳልስቲ፣ ድሮናት ሻዕብያ ኣብ ሰማያት ኣዲስ ኣበባ ክዕንድራ መን ይኽልክለን? መሬት ብሜካናይዝድ ሻዕብያ ናብ ሲኦል ከም ዘይቅየር እንታይ ውሕስነት ኣሎ? ትግራይ፣ እታ ብህወሓት ትምራሕ ዘላ ትግራይ እንተ ተተንኪፋ ህልው ኩነታት ኢትዮጵያ ብቕጽበት ክቕየር እዩ።
እዚኣቶም ጥራሕ ኣይኮኑን ፕረዚደንት ኢሳያስ ኣፈወርቂ እውን ከምዞም እዚ ቪድዮ ንሪኦ ዘለና ኣብ ቀይሕ ባሕሪ ከም ዝወዓለ እንዳተረኣየ እዩ። እዚ ባሕሪ ኣይድፈርን እዩ ዋርድኡ እናሃልኩም ትብል ስእሊ ክጋብዘኩም። ኲናት ኣሎ ዝብል ፕሮፖጋንዳ ኣሻቒሉካ ዝቐነየ ድማ ቀጥታ ንባበይ ክነግረካ። ሓዝ። ዓሰብ ብድሮን ቀጥቂጥካ ቃዛ ትቕይራ። ሽዑ ኣብኡ ከይተዓገትካ ንኣስመራ ቀጺልካ መንግስቲ ትቕይር።
እዚኣቶምን ካልኦትን ናይዚ ዕለት እዚ ካልኦት ሓደሽቲ ሓበሬታታት ብሓባር ብምዃን ክንርኢ ኢና ሰናይ ምክትታል። ኤንዌስ ደቂ ዓበይቲ ነዚ ቻናል እዚ ሓደሽቲ ልኾንኩም ሰባት ላይክ ሸር ሳብስክራይብ እንዳገበርኩም ጀምርዎ ንቐጽል። ሽም ኣርካብስ ተታሃልቲ ከም መእተዊት መደብ ክትኾነና ኣወል ስዒድ ቦዚ ሎም ዕለት እዚ ከም ዘውጽኦ እንድሕር ደኣ ኮይኑ ኣወል ስዒድ ድሮናት ሻዕብያ ኣብ ኢትዮጵያ ክንቀሳቐሳ ዝእግደን ኣካል ከም ዘየለ እናገለጸልና እዩ። እስኪ ተታሃልቲ ቅድሚ ገለ ምባልና ግን እታ ቪድዮ ተኸታቲልና ንመለስ። ብወገን ኤርትራኸ እንታይ ይበሃል ኣሎ? ብምጥቕላል መልሲ ዝምልከቶ ኣካል ንስማዕ። ትረፍ ኤርትራን ሉዓላዊ ባሕራን ትግራይ እታ ብሕወሓት ትምራሕ ዘላ ትግራይ እንተተተንኪፋ ህልው ኩነታት ኢትዮጵያ ብቕጽበት ክቕየር እዩ። ስቕ ኢልና ግምታትና ነቐምጥ። ሓደ ልክዕ ኣብ ሳልስቲ ድሮናት ሻዕብያ ኣብ ሰማያት ኣዲስ ኣበባ ክዕንድራ መን ይኽልክለን? ክልተ፣ መሬት ብሜካናይዝድ ሻዕብያ ናብ ሲኦል ከም ዘይቅየር እንታይ ውሕስነት ኣሎ? ሰለስተ፣ ኣብ ኢትዮጵያ ናይ መን ድሮናት ናይ መን ተምዘግዛጊ ሚሳይላት ኣራት ኪሎ ድኹዕ እገብርኦ እዚ ደንቆሮ ዕሸል ይግምቶ ዶ? ኣርባዕተ፣ ኣብ ሰማያት ድሮን ኢማራት ጥራይ ላይሰንስ ዘለዎን ዝመስሎ ድሮናት ራሻ ኣብ ሰማያት ኬቭ እንታይ ገይረን? እሞ ሰማይ ኣዲስ ኣበባ ድሮናት ሻዕብያ ዝኽልክል ሴማፎሮ ኢማራት ኣሎ ዶ ኾን እዩ? ቆልዓ በሻሻ ክሓልም ካብ ከኣለ ንሕናኸ እስኪ ሕልሙ ንፍትሓሉ። ያፍታ ተሃልቲ እታ ቪድዮ ነታ ተኸታተልናያ ትመስል ኣወል ሲዒድ በዚ ሎሚ ዕለት እዚ ድሮናት ሻዕብያ ኣብ ኢትዮጵያ ከም ደስተን ከም ዝንቀሳቐሳ እዩ ዝገልጸልና ዘሎ ንሱ ድማ እቲ ሓቂ እዩ ዝዛረብ ዘሎ እስኪ ፍታ ተሃልቲ ናትኩም ሓሳብ ተሃሊኩም ድማ ኣብ ኮመንት ሴክሽን ኣቕምጡለ ኢኹም ብምቕጻል ድማ እታ ብሕወሓት ትምራሕ ትግራይ እንድሕር ተተንኪፋ ሻዕብያ ምስ ትግራይ ኮይኑ ንኢትዮጵያ ዘይወቕዐሉ ምክንያት የለን ክብል ተዛሪቡ እኒሀ። ቦቲ ካሊእ እዛ ኣበሃህላ ስክፍታ ተኸታተልቲ ኣብዚ ጉዳይ እዚ እውን ሓሳብ ኣስተያየት ተሃልዩኩም ኣብ ኮመንት ሴክሽን ኣቕምጡለይ። ብምቕፃል ድማ ብትማሊ ዕለት ክዘዋወር ዝወዓለ ሓደ ዜና ነይሩ። ንሱ እውን ብዛዕባ ቀይሕ ባሕሪ ኤርትራ ናብ ስምምዕ ኣድሂባ ኣላ ወይ ከዓ ስምምዕ ክትገብር ፍቓደኛ ኮይና ኣላ፣ ተዘጋጅያ ኣላ ክብሉ ብዙሓት ምንጭታት ኢትዮጵያ ክዛረቡ ውዒሎም እዮም። ንሱ ድማ እቲ ሓቂ ከምዘይኮነን ፌክ ኑዩስ ብምባል ድማ ኤርትራ ሓድሽ ዝዘርግሐቶ ሓበሬታ እኒሀ። እስኪ እታ ቪድዮ ንሳ ቅድሚ ገለ ምባላ ተኸታቲልናያ ንመለስ። ካብ ትማሊ ዕለት ጀሚሮም ኣዝዮም ብዙሓት ዝኾኑ ኢትዮጵያውያን ጋዜጠኛታት፣ ኣክቲቪስትታት ኣብ ናቶም ማሕበራዊ መራኸቢታት ይዝርግሕዎ ከምዘለዉ መሰረት እንተድኣ ኮይኑ

ምስ ቀዋሚ ኣማኻሪ ናይ ዶናልድ ትራምፕ ኣብ ኣፍሪቃ ተራኺቦም ሓደ ሓደ ነገራት ዘትዮም ነይሮም። ካብቲ ዝዘተይሉ ሓደ ቀዳማይ ኣርእስቲ ድማ እቲ ንነዊሕ ዓመታት ኣብ መንጎ ኤርትራን ኣሜሪካን ጠፊኡ ዝነበረ ዝምድናታት ዳግማይ ንምሕያል ተባሂሉ ጻዕርታት ክካየድ ምዃኑ ክገልጹ እንከለዉ፣ ኣብ ካልኣይን ከም ቀንዲ ዝተዘራረቡሉ ኣርእስቲ ድማ ሰኩሪቲ፣ ኢኮኖሚ ዲቨሎፕመንት፣ ትሬድ፣ ኢንቨስትመንት፣ ኢንፍራስትራክቸር፣ ትራንስፖርት፣ ኮሙኒኬሽን ከምኡ ድማ ሰኩሪቲ ፓርትነርሺፕ ክኸውን ከሎ ንሱ ጥራይ ዘይኮነ መንግስቲ ኤርትራ ድማ ዝኾነ ይኹን ልኡላውነት ናይ ኤርትራ ኣኽቢሩ ዝመጽእ ዝርርባት ብዛዕባ ቀርኒ ኣፍሪቃን ናይል በይዝን ከምኡ ድማ ብዛዕባ ቀይሕ ባሕርን ክትዘራረብ ድልውቲ ምዃና ክገልጹ እንከለዉ እዚ ግን ውጽኢታዊ ዝኾነሉ መንገዲ ልኡላውነት ናይ ሃገረ ኤርትራ ኣኽቢሩ ዝኸውን ዝርርብ ክኸውን ከም ዘለዎ እውን ብፍሉይ እውን ጠቒሶሞ ይርከቡ። ካብዚ ተበጊሶም ድማ ኣዝዮም ብዙሓት ዝኾኑ ኢትዮጵያውያን ኣብ ማሕበራዊ መራኸቢታት ብኸምዚ ትርእይዎ ዘለኹም መንገዲ መንግስቲ ኤርትራ ምስ ኢትዮጵያ ንኽዘራረቡ ድልዋት ከም ዘለዉ ገሊጾም ክብሉ ክጽሕፉ እንከለዉ፣ ብወገን መንግስቲ ኤርትራ ድማ ቀዋሚ ፈጻሚ ጉዳያት ናይ ኤርትራ ኣብ ኣፍሪቃን ዩንዮን ከምኡ ድማ ኣምባሳደር ናይ ኤርትራ ኣብ ኢትዮጵያ ኣቶ ቢንያም በርሀ ከም ዝወጽኦ መሰረት እንተደኣ ኮይኑ ኤርትራ ምስ ዝኾነት ይኹን ሃገር ብዛዕባ ልኡላውነታ ዝኾነ መሬት ይኹን ባሕሪ ይኹን ሰማያት ከምዘይተዘራረበትን ሕጅን ንድሕሪ ሕጅን ድማ ከምዘይትዘራረብ ክብል እውን ኣብ ናቱ ውልቀ ኣካውንት እውን ጽሒፎም ይርከቡ። ያፍታ ተሃልቲ እታ ቪድዮ ከም ዝረኣኹማ እያ ሴም ሓውና ኩሉ ገሊጹ ነጊርና እኒሀ ብትማሊ ዕለት ብዛዕባ ቀይሕ ባሕሪ ኣብ ጉዳይ ቀይሕ ባሕሪ ኤርትራ ስምምዕ ከም ትገብር እንዳተዛረቡ ውዒሎም እዮም። ኤርትራ እውን ኣብ ዘይዋፃእ ኩናት እያ ትኣቱ ዘላ። ቀደሙ እውን ምድርዳር እዩ ዝሕሻ ነይሩ፣ ሕጂ እውን ናብ ድርድር ኣትያ ኔቶ እንዳበሉ ትማሊ ብታሕጓስ ውዒሎም ነይሮም እዮም። እስኪ ተኸታተልቲ ሎማዓንቲ ድማ ፕረዚደንት ኢሳያስ ኣፈወርቂ ወይ ከዓ ኤርትራ መርድእ ነጊራቶም ኔቶ እዚ ጉዳይ እዚ ድማ ሓሰት ከም ዝኾነ ፌክ ኒውስ ብምባል ዘርጊሓቶ ኔቶ እዚ ድማ ብጣዕሚ ደስ ዝብል እዩ ኤርትራ መቸም መቸም ብዓዳን ብሃገራን ብባሕራን ብንብረታን ድርድር ከም ዘይትገብር እዩ ዘርእየካ እዚ ጉዳይ እዚ እስኪ ተታሃልቲ ቅድሚ ገለ ማልና ድማ ናይ መምህር ቪድዮ ኔቶ ተኸታቲልናዮ ንመለስ ምዕራብ ትግራይ ክበኩምሲ ናብዙይ ናብ ውግእ ውፈሩ ግዛዕ ግበሩ ግዛዕ ግበሩ ብዝብል ዝግለፅ ስምምዕነት እውን ኣይኮነን ነይሩ እቲ ዘረባ እዚ ዘረባ እዚ ዝጅምር ካብ ሲሸልስ ምርኻብ ናይ ሓይልታት ትግራይን ናይ ኦሮሞ ብልፅግና ልኡኻትን ምርኻብ ካብ ዝጀመሩሉ እዩ ዝጅምር እዚ ጉዳይ እዚ። ስለዚ ብልፅግና ኦሮሞ እንታይ ዓይነት ዘረባ እዩ ሒዙ መፅዩ እወ እቲ በደል በፂሑ ከምዚ ኢሎም ናይ ደገ ሓይሊ ከምዚ ገይሮም ተፃዊቶምኒ ኣነ ካብ ድሌተይ ወፃኢ ስለዚ ንሕና ንስኻትኩም እንገብሮ ውግእ ናይ ክልተ ኣሕዋት ውግእ እዩ ናይ ደገ ሓይሊ ኣለና ካብ ደጊም እቲ ናይ ደገ ሓይሊ ኢና ክንወቃዕ ዝግበእና ንተሓባበር ዝብል ኣጀንዳ ክፍኑ ገይሩ እቲ ስትራተጂክ ኣምቢጊቲ ዝበልክዎ ብቀዳማይ እውን ሓደ እዙይ እዩ ምክንያቱ እንታይ ኢሉ ስለዝኣምን እቲ ኣብ ትግራይ ዝበፅሐ በደል ኮነ ኢሉ ዓሊሙ ስለዝፈፀሞ ናይቲ ደረጃ ናይቲ በደል ስለዝፈልጥ ህዝቢ ትግራይ ዝበፅሖ በሰላ ስለዝፈልጥ እዙይ ክቑስቁሰሉ ከለኹ ሆይ ኢሎም እንደገና ካሊእ ናይ ጥፍኣት ኣጀንዳይ ከሳልጥለይ ይኽእሉ እዮም ካብ ዝብል እዩ። ስለዚ ብግልፂ ኣብ ኣምሓራ ዘሎ ፋኖ ኣዋቕዑኒ ክንውፆ ካብኡ ግዛዕ ክንገብር ዝብል ሓሶት ኣብቲ እውን ካሊእ ማለት እዩ። ስለዚ ትግራይ ኣብ ሽዑ ዝወሰደቶ መርገፂ ልክዕ እዩ ነይሩ። ንሕና ኣጀንዳና ውዕሊ ፕሪቶሪያ ምትግባር እዩ። ብዝኣተዎ ውዕሊ መሰረት ምስ ዝኾነ ጉዳይ ተየተሓሓዘ ክፍፅም ይግብኦ። ንዕኡ ኣቕዑኒ ግዛኣ ናቱ ጣጣ የሱ ንሕና ኣይምልከተናን። ስለዚ ምስ ዝኾነ ሰበብ ሰበበ ኣስበብ ብምግባር ነቲ ውዕሊ ንዘይምትግባር ክጥቀመሉ ስለ ዘይግባእ ኣብዙይ ንሕና ኣይንዋጋእን ይኣኽለና እዩ ህዝቢ ትግራይ እቲ ዘሕለፎ ውግእ ይኣኽሎ ከዚ ውግእ ኣየድልዮን ምስ ኩሉ ብሰላም ኢና ክንነብር ንደሊ ጉዳይና እውን ብሕግን ብፖለቲካዊ ምርዳእን ኢና ንፈትሖ ብዝብል መትከል እዩ ተነፂጉ ማለት እዩ። ስለዚ ድልየት የብሉን፣ እዚ እውን ናይ ድልየት ዘይምህላው እዩ። ነቲ ክተዋቃዕዑኒ ነቲ መጋበርያ ይገብረካ ማለት እዩ። ባዕሉ ዓዲሙ ዘምፆም ሓይልስ ዘቐጥቆጦ ሓይልስ እንደገና ተመሊስካ ምስቱ ሓደ ኮይንካ ኣቢሉ ብዙሕ ተሰሪሕሉ እዩ። ስትራቴጂክ መሓዛ ክኸውን ዝኽእል እዚ ብልፅግና ኦሮሞ ዶ ታይ ድኾን ገለ ሸበድበድ ነይሩ እዩ እዙይ ኣብ ትግራይ እውን ማለ ከምኡ ዓይነት ሸበድበዳት ነይሮም እዮም ብመሰረቱ እዙይ ፃውዒት እዙይ ኣይተቐበሎን መንግስቲ ትግራይ ልክዕ ከዓ ነይሩ እቲ ዝብለካ ዘለኹ ግን ሓቂ እዩ ከምዚ ኢሉ ኣቢሉ እንታይ ኣትሪፉ ንዝብል ንታይ ኣትሪፉ ጥራሕ ኣይኮነን ታይ ከይምልከተካ ንኡ ንክትዋጋእ እዩ ታይ ይምልከተካ ፋኖሲ ንክትወግኦስ ታይ ኣለካ ንስካ ክትዋጋእ እኳ ተኮንካስ እቲ መሬትካ ዝሓዘ ሽፍታ ኣብቲ ምዕራብ ትግራይ ነቁጡ ዘሎ ሓይሊ እዩ። እስኪ እንታይ እዮም ከ ዝብሉ ብዛዕባ ኹናት ርኢና ናብ ናትና ንባብ ክንኣቱ። ብዝብልዎ ንጀምር፣ ሓደ። ብናይ በዓል ጻድቃንን ጌታቸውን ካብ ህወሓት ብዝተገምዐ ሰራዊት ዝርከቦም ተቓወምቲ ኤርትራን ጌርካ ኣኻኺብካ ብትግራይ፣ ብዛላምበሳ፣ ብሱዳን፣ ብኦምሓጀር። ክልተ። ካልኣይ ገጽ ኤርትራ ዓሰብ ብድሮን ቀጥቂጥካ ቃዛ ትቕይራ። ሽዑ ኣብኡ ከይተዓገትካ ንኣስመራ ቀጺልካ መንግስቲ ትቕይር። ሰለስተ፣ ብኣልማማ ንኤርትራን ትግራይን ምህራም። ኣርባዕተ፣ ኲናት ኣሎ እንዳበልካ ቅልውላው ብምፍጣር ኣብ ሰንፈላል ከም ዝነብሩ ምግባር። እዚ ንመኣስ መስለኩም? እዚ ብ ታሪኽ ምዕቡል ውግኣት ዓለም ተሰሚዑ ብዘይፈልጥ መዓልቲ ነጊሩ ንዋጋእ ዝብል ቆልዓ ኣብዚ ወርሒ እዚ መወዳእታ መስከረም ዕለት ዕስራ ብግእዝ ብኣና ጽባሕ ሰሉስ ብኣና ጽባሕ ሰሉስ ማለት እዩ። ቆልዓ በሻሻ ውግእ ክጅምር እየ ምስ ምባሉ ህወሓት ድማ ኣብ ዝገበርዎ ዕፁው ኣኼባ ኣብ ኣርባዕተ ነጥብታት ዘትዮም ነይሮም። እተን ነጥብታት ዘተኩርኦ ርኢና ንመለስ። ሓደ ኲናት ብትግራይ እንተጀሚሩ ከመይ ንግበር ከመይ ተዳሊና ኣለና? ክልተ ኲናት ብኤርትራ እንተጀሚሩኸ ተራና እንታይ እዩ? ሰለስተ ንክልቴና ኤርትራን ትግራይን ብሓንሳብ ናይ ምህራብ መደብ እውን ኣሎ። ኣብዚኸ ብኸመይ ሓቢርና ንሰርሕ? ራብዓይን ናይ መወዳእታን፣ ንኽልቴና ከምዚ ዝገብሮ ዘሎ ብፖለቲካን ፕሮፖጋንዳን ጥራይ ናይ ምድኻም ስትራተጂ ክኽተል፣ ነዚኸ ብኸመይ ተዳሊናሉ ኣለና ዝብል እዩ። ኣገናዕ ህወሓት! ብወገን ኤርትራኸ እንታይ ይበሃል ኣሎ? ኣነ ዘቐምጦ ድማ እንሆ። እቲ ክውን ሓቂ፣ ኣብይ ንግዳማዊ ኲናት ከካይደሉ ዝኽእል ቁመና የብሉን፣ እንተፈተነ ድማ ሓንሳብን ንሓዋሩን እዛ ብጽውጽዋያዊ ታሪኽ ትልኽ ክትብል ዝጸንሐት ኢትዮጵያ ተማሊኡዋ ክቕበር እዩ። ወደሓንኩም! ኲናት የለን፣ እዚ ባሕሪ ኣይድፈርን እዩ፣ ዋርድይኡ እንሃልኩም ትብል ስእሊ ክጋብዘኩም።